ሰላም ጥዕና ሃበልና ተኸታተልቲ ኣክሱማውያን መራኸቢ ሓፋሽ ኤኤምኤን ነዚ ሰዓት ዝተሰናደው ዜናታት እንሆ። ፈለማ ቀንዲ ቀንዲ ነጥብታት ዜና ኣብ ትግራይ ዘሎ መሪሕነት ፖለቲካዊ ውድቀት ኣጋጢምዎ ኢሎም ኣብ ኩናት ሸረር ኢና ንሰራዊት ኢትዮጵያ ኢዶም ዝሃቡ ተጋሩ ብትንታነ ክንድህስሶ ኢና። ኣብ ትግራይ ትነብር ወይ ብህይወትካ ወይ ብንብረትካ ዝብል ኣካይዳ ህዝቢ ኣስካሕኪሑ። ዘይሕጋዊ ስልጣን ንምድሓን መነእሰይ ትግራይ ክግፈፍ ኣይግባእን ኢሎም መናእሰይ ደለይቲ ለውጢ ተጋሩ። ግዱድ ግፋን ኩናትን ሰጊኦም ናብ ኣዲስ ኣበባ ዝኣተዉ ተጋሩ መናእሰይ ከቢድ ቁጠባዊ ቅልውላው የጋጥሞም ከምዘሎ ተገሊፁ። እዩ። ኣብ ውሽጢ ሰለስተ ኣዋርሕ ጥራይ ልዕሊ ሓምሳ ሽሕ ስደተኛታት ካብ ኢትዮጵያ ምስዳቶም IOM ገሊጹ። ናይዚኦምን ካልኦትን ዝርዝር ክስዕብ እዩ። ሰናይ ምክትታል። ኣብ ትግራይ ትነብር ወይ ብህይወትካ ወይ ብንብረትካ ዝብል ኣካይዳ ህዝቢ ኣስካሕኪሑ። ኣብ ትግራይ ድሕሪ ዝተነብረ መገደድ ሕጊ መኸተ ዝተብሃለ ሰለስተን ስሳን ሽዱሽተን እዝባር ክልተ ሽሕን ዓሰርተ ሸሞንተን ዓመተ ምህረት ግፋ፣ ማእሰርቲ፣ መርሸንቲ፣ ንግፋ ዘይቕበሉ መናእሰይን ብሰፊሕ ዝቐፀለ ኮይኑ ሐዚ ድማ ካልእ መልክዕ ብዝበዛ ሒዘ ኣሎ ተባሂሉ። ኣብ ከባቢ ነበለት ወረዳ እምባሰነይቲ ወለዲ ንምግዳል ዝኾን መነሰይ እንተዘይብልኩም ሓምሳ ሽሕ ብር ትኸፍሉ እናተባሃሉ ይእሰሩ ከምዘለው ተገሊፁ። ኣብ ከባቢ ገጠራት ነበለት ወረዳ እምባሰነይቲ ንኣረጋውያን ወለዲ ዘየጋደልኩም ኢሎም ብትእዛዝ ወሲዶም ኣሲሮሞም። ደቂ ስሳን ሸሞንተን ዓመት ሽማግለታት ዝጋደል ውላድ ስለ ዘይብልኩም ሓምሳ ሽሕ ብር ክፈሉ ክንፈትሐኩም ብምባል ህዝቢ ኣብ ርእሲ ተፈጥራዊ ድርቅን ክራማትን ብኲናት ምኽንያት ዘንቆልቆለ መነባብሮ ህዝቢ ትግራይ ወይ ህይወትካ ወይ ንብረትካ እናተብሃለ ኣብ ከቢድ ኩነታት ወዲቑ ኣብ ትግራይ ምንባር ኣማሪሩ ገሊኡ ናብ ስደት ገሊኡ ናብ ማእከል ዓዲ ዝገበር ዘሎ ስርዓት ህዝቢ የብርስ ኣሎ ክብሉ መረረቶም ኣስሚዖም። ግዱድ ግፋን ኩናትን ሰጊኦም ናብ ኣዲስ ኣበባ ዝኣተው ተጋሩ መናእሰይ ከቢድ ቁጠባዊ ቅልውላው የጋጥሞም ከም ዘሎ ተገሊጹ። ብመሰረት ማዕከን ዜና ዶቼ ቬሌ ተጋሩ መናእሰይ ኣዘራሪበ ረኺበዮ ዝበሎ ሓበሬታ እቶም ካብ ትግራይ ዝሃደሙ መናእሰይ ኣብ ኣዲስ ኣበባ ምስ ኣተዉ ካብ ትፅቢቶም ወፃኢ ዝኾነ ፈተናታት ይገጥመና ኣሎ ክብሉ ምግላፆም ኣረዲኡ። ኣብ ከተማ ኣዲስ ኣበባ ስእነት መፅለልን መግብን ከምኡ እውን ስራሕ ብዘይምርካቦም መብዛሕትኦም እቶም መንእሰያት ኣብ ጎደናታት ንክነብሩን ንዝተፈላለዩ ማሕበራዊ ቅልውላዋት ንክቃልዑን ምኽንያት ከይንዎም ከምዘሎ ገሊፁ። እዚ ድማ እቲ ካብ ኲናት ንምህዳም ዝተገበረ ጻዕሪ፣ ኣብ መወዳእታ ናብ ካልእ ሕሱም መከራን ስቓይን ከም ዝቐየሮ ብምሕባር፣ ዝዓበየ ጸገም ገጢምዎም ዘሎ ብፍላይ ተቓላዕቲ ዝኾና ደቂ ኣንስትዮ፣ መብዛሕትአን ብዘይሕጋዊ መንገዲ ናብ ስደት ንክሰግራ ከም ዝተገደዳ ዶቼ ቬለ ኣረጋጊጸ ኢሉ ኣሎ። እዚ ድማ ነቲ ሰብኣዊ ቅልውላው ካብቲ ዝነበሮ ንላዕሊ ናብ ዝኸፍአ ደረጃ ከም ዝወሰዶ ኣፍሊጡ። እቲ መሪር ሓቂ ግን ዝበለ ጸብጻብ ዶቸ ቬለ፣ እዚ ካብ ጸገም ሃዲሙ ናብ ካልእ ጸገም ዝወደቐ መንእሰይ ትግራይ ጉዳይ ናይ ሓደ ውልቀ ሰብ ዘይኮነሰ ናይዚ እዋን ፖለቲካዊ ማሕበራዊ ውጽኢት ምዃኑ'ዩ ክብል ይገልጾ። ዶቸ ቬለ ኣብ ዘውጽኦ ጸብጻብ መሰረት፣ እቶም መናእሰይ ድምፆም ንክስማዕን መፍትሒ ንክርከበሉን እናተማሕፀኑ እኳ እንተሃለው ፖለቲከኛታት ኢትዮጵያን ኣህጉራዊ ማሕበራትን ግን ግቡእ ቆላሕታ ክህብዎ ኣይከኣሉን ክብል ኣቃሊሑ። እዚ ዘለዎ ፀገም መፍትሒ እንተድኣ ዘይረኺቡ መፃኢ ዕድል ናይቶም መናእሰይ ናብ ዝኸፍአ ሓደጋ ከምዝወስዶ የጠንቅቑ። እቲ ኣብዚ እዋን እዚ ተፈጢሩ ዘሎ ሰብኣዊ ቅልውላው ኣብ ልዕሊ መንእሰይ ትግራይ ኣብ ኣዲስ ኣበባ ብሰንኪ ኲናት ዝተመዛበሉ ዜጋታት ቀወዳማይ ቆላሕታ ክወሃቦም ከም ዘለዎ ኣተሓሳሲቡ። ኣብ ውሽጢ ሰለስተ ኣዋርሕ ጥራይ ልዕሊ ሓምሳ ሽሕ ስደተኛታት ካብ ኢትዮጵያ ምስዳቶም ኣይኦኤም ገሊጹ። ኣብ ቀዳማይ ርብዒ ዓመተ ክልተ ሽሕን ዓሰርተ ሸሞንተን ልዕሊ ሓምሳ ሽሕ ኢትዮጵያውያን ከም ዝተሰደቱ ሃገራዊ ውድብ ስደተኛታት ኣፍሊጡ። ካብቶም ጠቕላላ ዝተሰደዱ ኢትዮጵያውያን እቶም ኣርብዓ ሚእታዊት ካብ ትግራይ ብሰንኪ ዘሎ ፖለቲካውን ቁጠባውን ቅልውላው ዝተፈናቐሉ ምዃኖም እቲ ትካል ጸብጺቡ። ኣብ ወርሒ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ጥራይ ናብታ ብግጭት ዝተሃሰየት ሃገረ የመን ካብ ዝኣተዉ ዓሰርተ ሰለስተ ሽሕን ሽዱሽተ ሚእትን ሰማንያን ሸውዓተን ስደተኛታት ውሽጢ ዜጋታት ኢትዮጵያ ተስዓን ሓደን ሚእታዊት ከም ዝበጽሑ ኣፍሊጡ። ኣህጉራዊ ውድብ ስደተኛታት፣ ኣይኦኤም፣ ኣብ ዘውጽኦ ሓድሽ ጸብጻብ መሰረት፣ ኣብ ውሽጢ ሰለስተ ኣዋርሕ መፈለምታ ዓመተ ክልተ ሽሕን ዓሰርተ ሸሞንተን ጥራይ፣ ኣስታት ሓምሳ ሽሕን ሽዱሽተ ሚእትን ዝግመቱ ኢትዮጵያውያን ኣብ ጽንኩር ኩነታት ቁጠባዊ ጸገምን ናብራን ተወጢሮም፣ ብምብራቓዊት መገዲ ኣቢሎም ካብ ሃገር ከም ዝወጹ ኣፍሊጡ። እቲ ውድብ ከም ዝሓበሮ፣ እዞም ስደተኛታት ኣብ እዋን ጉዕዞኦም ግፍዕን ምዝመዛን ከም ዘጋጠሞም ሓቢሩ። ኣብ ኮሎምብያ ኣብ ዘጋጠመ ሓያል ምንቅጥቃጥ መሬት ልዕሊ ሓደ ሚእትን ሰላሳን ሓሙሽተን ሽሕ ሰባት ግዳያት ምዃኖም ውድብ ሕቡራት ሃገራት ኣፍሊጡ። እቲ ሸውዓተ ነጥቢ ኣርባዕተ ሬክታር ስኬል ዝልካዕ ምንቅጥቃጥ መሬት ኮሎምብያ ኣስታት ሓደ ሚእትን ስሳን ትሽዓተን ሰባት ህይወቶም ክስእኑ እንከለዉ ልዕሊ ዓሰርተ ሰለስተ ሽሕ ኣባይቲ ከም ዝዓነዉ ተሓቢሩ። ኣብ ዝሓለፈ ሰሙን ኣብ ደቡብ ኣሜሪካ ሃገረ ኮሎምብያ ዝተኸሰተ ሓያል ምንቅጥቃጥ ምድሪ ንሚልዮናት ህዝቢ ኣብ ከቢድ ስንባደን ሻቕሎትን ዘውደቐ እንትኾን ናይ ምርመራ ትካላትን ሰብ መዚ ሕክምናን ከም ዝገለፅዎ ድማ ልዕሊ ሓደ ሚእትን ሰላሳን ሓሙሽተን ሽሕ ዝግመቱ ሰባት ግዳያት እቲ ሓደጋ ኮይኖም ኣለው ተባሂሉ። እቲ ፀገም ኣዝዩ ከቢድ ኮይኑ ልዕሊ ዓሰርተ ሰለስተ ሽሕ ኣባይቲ ብምዕናዎም ጥራሕ ዘይኮነስ እቶም ካብ መረበቶም ዝተፈናቐሉ ኣሽሓት ስድራቤታት ልዕሊ ሓደ ሚእትን ሰላሳን ሓሙሽተን ሽሕ ቁፅሪ ዘለዎም ሰባት መንበሪ ኣልባ ምዃኖም ተሓቢሩ። እቲ ሓደጋ ዝወረዶም ከባብታት ዛጊድ ካብ ፀገም ንምውፃእ ዝግበር ዘሎ ፃዕሪ ዋላ እኳ እንተቐፀለ መጠን ዕንወቱ ግና ልዕሊ ዓቕሚ መንግስቲ ብምዃኑ እቲ ሓደጋ ዝጋጠመሉ ከባብታት ኣብ ዝኸፈኣ ቅልውላው ውሽጣዊ ስደትን ጥሜትን ይርከብ ክብል ውድብ ሕቡራት ሃገራት ገሊጹ። ኣብ መወዳእታ ብትንታነ ናብ ዝሓረናዮም ዛዕባታት ክነብለኩም ኣብ ትግራይ ዘሎ መሪሕነት ፖለቲካዊ ውድቀት ኣጋጢሙ ወይሎም ኣብ ኩናት ሸረሪና ንሰራዊት ኢትዮጵያ ኢዶም ዝሃቡ ተጋሩ ኣባላት ዕጥቋት ሰራዊት ህወሓት ዝነበሩ ኣብ ኩናት ሸረሪና 25 ሓምለ 2018 ዓ ም ኢዶም ዝሃቡ ተጋሩ ኣብ ትግራይ ዘሎ ህልው ኩነታት ኣልዒሎም ኣብ ዝሃብዎ ቃለ መሕትት ኣብ ትግራይ ከቢድ ፖለቲካዊ ኪሳራ ኣጋጢሙ ኣሎ ክብሉ መስኪሮም። እቲ ኣብ ትግራይ ዘሎ ናይ መሪሕነት ኣካል ቅድም ኢሉ ዝጥቀመሉ ዝነበረ ፕሮፖጋንዳ ሎሚ እቲ ህዝቢ ቀዲሙ ስለዝነቕሐሉ ብምትላል ዝሕለፍ ኣካይዳ ብዘይምህላዉ ናብ ውድቀት የሳጥሕ ኣሎ ክብሉ ሓቢሮም። ማለት ናይ ቀደም ነበረ ከምዚ ንገብረልኩም እዚ ንገብረልኩም እናበልካ ክትሽወዶ ትኽእል ኢኻ ሰብ ሕዚ ግን እቲ ፖለቲካ ብሱል እዩ ኩሉ ምሁር ስለ ዝኾነ ኩሉ ዝተምሃረ ስለ ዝኾነ ዓብሊልዎም ናይ ፖለቲካ ውድቀት ዘጋጢሙ እየ ልብል ኣነ ከም ግለይ ማለት ካብ ዘጋጥመና ካብ 2016 ጀሚራ ናይ ፖለቲካ ድሕሪ ፕሪቶሪያስ ናይ ፖለቲካ ውድቀትስ ኣጋጢመ ኣብ ትግራይ ኣጋጢሙ እዩ ኢለ ምሉእ ልምሉእ ማለት ስዕረት ኣጋጢምና እዩ ብቦለቲካ ብካልእ ተይኮነስ ብቦለቲካ ስዕረትስ ኣጋጢምና እዩ ኢለ ልሓስብ ኣነ ከም ግለይ። ኣብ ትግራይ ዘሎ ናይ መሪሕነት ውድቀት ስዒቡ ኣብቲ ዕጡቕ ሓይሊ ከበድቲ ጸቕጥታት ይዓርፉ ኣለዉ። ካብ ብምትእምማን ብምግዳድ ዘይኣመንካሉ ክትፍጽም ዝገብር ኣካይዳ መበገሲኡ ውድቀት ናይ መሪሕነት እዩ ድሕሪ ምባል እንትቕጽሉ። ልምንታይ ይብል ይጥይቕ እዩ ኩናትስ ኣድላይ ድዩ ኮይኑ ሰራዊትውን ብባዕሉ ይጥይቕ እዩ ብርግጽ ሓደ ሓደ ሻዕ ክብድ ልበለ ተኾይኑ ወይ ትኣቲ ኢኻ ናብ እስርቤትኻ ወይ ሓደ ደረጃ ትወርድ ሓላፍነትኻ ትወርድ ኢኻ ዜሮ እውን ትወርድ ትኽእል ኢኻ ድሕር ዚኣላ ከተዛሪብካ ኣመራርሓ ኮይንኻ ካብ ሓደ ኣመራርሓ ናይ ፖለቲካ ተራምድቲ ኮይንኻ ካብ ሓደ ኣመራርሓ ዘይፅበ ተባሂልካ ሓደ ደረጃ ናይ ምውራድ ዓቕሚ ኣለዎም ንሳ ከይትኾን ደሞ እንታይ ኢኻ ትገብር ኣለዋ እዛ ዝበልኻ ኦረንተሽን ዝሃቡኻ ወረቐት ጽሒፍካ ትሕዝ ከይድኻ ላብ ኣሃዱ ላብ ታሕተዋይ ላብቲ ለሎ መሓውርካ ሉኡ ኢኻ ተሳትፍ ግዴታ እዩ ምንም ትገብር ኣይትኽል። እቲ መሪሕነት ዝፈጠሮ ጸቕጢ ኣብዚ እዋን ናብ ማሕበረሰብ ወሪዱ ኣብ ትግራይ ንምንባር ዘይተፈቐደ ህይወት ክመርሕ ይገብሮ ኣሎ። እዚ ድማ እቲ ኣብ ትግራይ ብሓይሊ ስልጣን ሒዙ ዘሎ መሪሕነት ዝወለዶ ሕመቕ ምዃኑ እዩ ክብሉ ይገልፁ። ትግራይ ዘድሊ ሀዚ እቲ ወጣት ፍርቁ ፈንፂጉ እዩ ሐዚ እንዶ እንዶ በል ኢና ምስ ቤተሰብ መሽተይ ሻሂየለይ እንኳን ኣብ ሻሂ ከፍ ክትብል ኣብ ታክሲ ሐዚ ደሞ ናብ ገዛ ኣትዮም ኣለው ተፀብዮም ውዒሎም ውሸት መደቀሲትኻ እንድያ የትም ትሓድር ኣይትኽእልን ኣብ ገዛኻ ኣብ ልባዕልካ ውዒልካ ምሸት በየትም ሓቢእኻ ዘይርኻ ክትመጽእ ተለኻ ኣብታ ገዛኻ እውን ጀሚሮም ሕዚ ክነግሩና ተለዉ ኣብ ገዛ እውን ከምዝጀመርዎ እዩ ያው ኣብ- ካብ መደቀሲ ኢኻ ምንም ትገብር ኣይትኽእል ኣብ መሬት ትግራይ እስኪ ክትነብር ኣይትኽእልን ኢለካ እየ ሓንቲ እዚ ከቢድ እዩ
ሰላም ከዝኾነልና ብፍትሒ ዝብል እምበር ሓሳብ ከም ባዕለይ እምበር ከምዚ ኢልካስ ኣይውፃእን እዩ ሰብ ይሃሎ ኢስካ እንደገና ትእቱ በቃ ከምኡ እዩ እንታይ ደኣ ክንገብር ገደና ሕጂ ሰደስ ሰላም ከዝፍትሐና ገዛና ክንኸይድ
ዘይሕጋዊ ስልጣን ንምድሓን መንእሰይ ትግራይ ክግፈፍ ኣይግባእን ኢሎም መናእሰይ ደለይቲ ለውጢ ተጋሩ ብሰንኪ ጉጅለ ህወሓት ህዝቢ ትግራይ ኣብ ማሕበራዊ ፖለቲካውን ኢኮኖሚያውን ቅልውላው ወዲቑ ከም ዝርከብ እናተገለጸ ጸኒሑን ኣሎን። መንእሰይ ትግራይ ብዝተፈላለየ መንገዲ ናብ ኣዲስ ኣበባ ከምኡውን ናብ ካልኦት ክልላትን ጎረባብቲ ሃገራትን ብስደት ብምውፅኦም ትግራይ መናእሰያት ኣልቦ እናኾነት ትመፅእ ከምዘላ ኣብ ባይታ ዘሎ ሓቂ ምስክር እዩ ይብሉ መናእሰይ ደለይቲ ለውጢ ተጋሩ ኣብ እዋናዊ ኩነታት ኣመልኪቶም ምስ ኢዜኣ ኣብ ዝነበሮም ፃንሒት። ዘይሕጋዊ ስልጣኑስ ንምዕቃብ ኢሉ ያው መናእሰይ ብሓይሊ ማለት እዩ ብሓይሊ እናገፈፈ እዩ ሕዚ ንዘይተደለየ ማለት እዩ ዘይምክንያታዊ ዝኾነ ጦርነት ህዝቢ ትግራይ ዘይደልዮ መናእሰይ እናገፈፈ ላብ ጦር ሜዳ የውርድ ኣሎ ማለት እዩ ስለዚ እቲ ምክንያቱ እንታይ እዩ ምንም እዚኡ ተልበሃል ዘይብሉ ምክንያቱ ድሕሪ ውዕሊ ፕሪቶርያ ህዝቢ ትግራይ ሰላም እዩ ዝደሊ ስለዚ እንደገና ኩሉ ነገር ብቲ ናይ ኢትዮጵያ ሕገ መንግስቲ ክቕፅል እዩ ዝደሊ እንደገና እታ ውዕሊ ፕሪተርያ እውን ትፍለጥ እያ ናይ ሰላም ውዕሊ እዩ ብኡ እዩ ክቕፅል ዝደሊ ህዝቢ ትግራይ ማለት እዩ ኾይኑ ግን እዚ ዘይሕጋዊ ጉጅለ ህወሓት ግን ዘይሕጋዊ ስልጣኑ ንምቕፃል ማለት እዩ ህዝቢ ትግራይ ዋላ እኳ ብመሰረት ውዕሊ ፕሪቶርያ ሰላሙ እንተረኸበ ጉጅለ ህወሓት ግን ውዕሊ ፕሪቶርያ ክፈርስ ብምግባር ኣብዚ ሕዚ እዋን ህዝቢ ዳግማይ ናብ ኲናት፣ ስደትን ከቢድ ጭንቀትን ኣእትይዎ ይርከብ ኢሎም። እዚ ውድብ እዚ ብፖለቲካሊ ብኹሉ ነገር ወዲቑ እዩ ማለት ሕዚ ኣብ ትግራይ ለሎ ኣደኖ ብቻ ኣብ ትግራይ ኣብዚ ሰፈር እዚ ኢልካ ኣይትፅውዖይ ኣብ ትግራይ ለሎ ና ወጣት ምግፋፍ ህዝቢ ኣብ ህዝቢ ዓፈና ኣብቲ ስርዓት ለሎ ቶተሊ ኣብ ቲፒኤልኤፍ ለሎ ኣብ ሕወሓት ለሎ ችግር ኣነ ልሃምዚ ልመስለኒ መርኣያ ውድቀቶም ኢለ ልሓስብ ምክንያቱም ፖለቲካሊ ተሸኒፎም እዮም ብኹሉ ነገር ስለ ዝተሸነፉ ሕዚ ሓንቲ እና ሓንቲ ለላ እቲ መማረፂ ላደናገርኻ ምንባር እዩ ናዚ መንሰይ እንደገና ሃፍትልና ስልጣን እዩ ካልእ ይኾነይ እሶም ልመርሕዋ ኢትዮጵያ እሶም ልመርሕዋ ትግራይ ተኾይና ጥራሕ ሰላም ይኹን ኖ ኢትዮጵያ እሶም እንድሕር ለይመርሑ ትግራይ እንደገና እሶም ለይመርሑ እንድሕር እሶም ለይመርሕዋ ትግራይ ትፍረስ ኢትዮጵያ ትፋ ሃገር ልምፍራስ ልገብርዎ ለለዉ ላዕሊ ታሕቲ ና ፖለቲካ ክሽፈት ወይም ውድቀት ኢለ ልሓስቦ ቢካዝ ተሸኒፎም እዮም ሐዚ እቲ ማእኸላይ መንግስቲ እውን ንየናይ ልኣክል ህልኽ ምሃም ልወድኦም እዚና ትማሊ ንሪኦ ኣለና ጋዕ ገልጠም ውፅኢቱ እዩ። ምክንያቱም መንእሰይ ምሕፋስ መንእሰይ ምስዳድ ኣዲታት ምቕታል ኣዲታት ምዕፋን መፍትሒ ክኾኑ ኢለ ኣይሓስበ ኣነ እዞም ሰባት እዚኦም መጀመርያ ኣመፃፅኦም ሓንቲ ንሓንቲ ክልተ ሽሕ ዓሰርተ ሰለስተ ከምቲ ንፈልጦ ተወሪርና ኢና ዝብል ፕሮፓጋንዳ ነይርዎም። ሕዚ እቲ ህዝቢ ኦልሬዲ ነቒሑ እኒኦ። ድሕሪ ሕዚ እዚ ህዝቢ እንደገና ዳግም ጦርነት ኣይደሊ ሶ ኣብቲ መጀመርያ ልሸው እቲ ኣብ ክተሽ ዓርሰ ሰለስተይ ልሸው ለታሉልና ምትላል ሕዚ ኣይንደሊ እዩ። እቶም መናእሰይ ደለይቲ ለውጢ ተጋሩ ህዝቢ ትግራይ ልዕሊ ዝኾነ ይኹን ሰላም ከምዝደሊ ዝገለፁ እንትኾኑ እዚ ዘይሕጋዊ ጉጅለ ብኣግኡ እንተዘይተኣልዩ ኣብ መናእሰይ ዘስዕቦ በሰላ ከቢድ ከምዝኾን ኣረዲኦም።
ትግራይ ትግፋ ክልተ ዓይነት ግንፋ እዩ ሓደ ከም ዕዱል ግፋስ ናይ ትግፋሲ ከም ዕዱል ይጥቀሙሉ ናብ ሱዳን ልኸደ ዝኸፍአ ማለት እዩ ተገፊፉ ኣብ ትግራይ ዝኾነ ዝሐሸ እዩ ዝሓስበሉ ትግራይ ተፈጢሩ ማለት እዩ ከም ዝለካ ካብ ትግራይ ተገፊፎም ናብ ሱዳን ብዶላር ይሽወጡ ኣለዉ ኣሕዋትና መሓዝና ጎረባብትና እዮም ይድውሉ ኣለዉ ዝተኸኣለ ዝመፁ ሰባት እኒው ምናልባት ኢንተርቪው ዝገብርሉ ዕድላት ተመቻችኡ ዝግበረሎም ኩነታት ክፍጠር እዩ ተለይተዓደለ ላብ ሱዳን ኸይዱ ተለይተዓደለ ላብ ትግራይ ኾይኑ ግን ኣብ መሰልጠኛታት ኾይኑ እውን ቅርሺ ናኸፈለ ይብሉ ፈጥሉ ባይዘ እቲ ቅርሺ ብሃመይ ክፈል መሲልካ ሓደ ትገፋፊ ካድረ እዩ ምልሻ እዩ ወይ ናቶም ትዲኤፍ ዝበሃል ባዕሎም ለደራጀው ዕጡቕ እዩ እሱ እውን ሃፍቲ ምንጭ ይገብሮም ማለት እዩ ኣብቲ ማሰልጠኛ ወታደራዊ መሰልጠኛ ምስ ወሰዶም ቅርሺ ከፊሉ የጥፎም ቅርሺ ከፊሉ ይሰዶም ቅርሺ ከፊሉ የውፅኦም ማለት እዩ ስለዚ እቲ ግፋ ኣብቲ ሕብረተሰብ ኸዚ ምስ ተጸሎ ላምንታይ እዮም ኣትዮም ወሲልካ ላፍቲ ጫፍ ጭካነ ነጊረካ እየ ህውሓት ስነልቦኦም እውን ተጋሩ ይኾኑ ዋላ ብዘርኦም ዋላ ብገለኦም ተይልካዮም እቶም ቆርዮም ለለዉ እየ ኣለካ ኣለኹ ህውሓት ምስ ተፈንጨለሲ ተሪእኻዮም ኩሎም እቶም ኸዚ ቀርዮም እኒኦው ንሓደ ከባቢ እዮም ንሓደ ዓሌት እዮም ብኔትወርክ ብመውስቦ ብዓሌት ብሃፍቲ ልተጣመሩ እዮም ስለዚ ርህራሄ የብሎምን ካብ ትግራይ ተነፂሎም ስለዚ ህወሓት ላምንታይ እዮም ኣትዮም እኒኦ ከም ዝብለካ ኣሎ ሓደ በቃ ሃፍቲ እኒኦም ዝዘረፍዎ ሃፍቲ እኒኦ ብዙሕ ዝቐተልዎ ሰብ እኒኦ ብዙሕ ለጥፍዎ ማሕበረሰብ እኒኦ ከም ማሕበረሰብ የለካ ኣሎ ከም ዘርኢ ጠፍኡ እዩ በቃ እዚ ሓምሳ ሓደ ዓመት ሲ ከም ዘርኢ ማጥፍኦሞ ዝሓተተ ዝጠየቐ ዲሞክራሲያዊ ክመፅእ ዝጠየቐ ግቡኡ ፈፂሙሲ መሰሉ ዝሓተተ ሰብ ኣጥፊኦሞ እዮም።
ካብ ኣኽሱማውያን መራኸቢ ሓፋሽ ናይዚ ሰዓት ዜናታት ክትከታተሉ ጸኒሕኩም ንምክትታልኩም ነመስግን። ምስ ዝተረፉ መደባትና ሰናይ ግዜ